ታሪኽና ዝጅምር ኣፍጋኒስታን ውሽጢ ኣብ እትርከብ ካንዳር ኣብ ዝተባህለት ናይ ኣሸበርቲ ታሊባን መዕንደሪ ኣብ ዝኾነት ከተማ ውሽጢ እንትኸውን ንብረትነቱ ናይ ህንዲ ዝኾነ ካብ ኔፓል ተላዒሉ ናብ ህንዲ ክትበርር ዝነበረት 176 ተሳፈርቲ ዝፀዓነት ኣውሮፕላን ብምጥላፍ ኣብ ካንደር ክትዓርፍ ዝገበር ናይ ፓኪስታን ኣሸበርቲ እናረኤና እዩ። ናይታ ኣውሮፕላን ምጥራፍ ኣኸቲሉ ናይ ህንዲ ሰራዊት ሚኒስተር ዝኾነ ሳንጃየ ናብ ካንደር ብምብራር ነታ ኣውሮፕላን ምስ ጠለፍዋ ምስቶም ኣሸበርቲ ክደራደር ዋላ እኳ እንተፈተነ እቶም ኣሸበርቲ ግን ዝዓገትዎም ሰባት ብሰላም ክለቅዎም እንተደልዩ ናይ ህንዲ መንግስቲ ዝኣሰሮም ሰለስተ ናይ ፓኪስታን ኣሸበርቲ ብነፃ ክለቆም ከም ዘለዎን ብተወሳኺ ድማ ዓሰርተ ሚልዮን ዶላር ንዓኣቶም ንክኸፍሎም መደራደሪ የቕርቡ። በዚ ምኽንያት ሳንጃየ ናይ ሚእትን ሰብዓን ሽዱሽተን ዝተዓገቱ ሰባት ህይወት ከድሕን ክብል እቶም ኣሸበርቲ ብዘቕረብዎ መዐቀኒ ብምስምማዕ እቶም ኣሸበርቲ ዝደልይዎ ነገር ንክፍጸም ይገብር። እዚ ምስ ኮነ ድሕሪ ቁሩብ ግዘ እቲ ናይ ሰራዊት ሚኒስተር ሳንጃየ ምስ ናይ ህንዲ ፕራይም ሚኒስተርን ፕረዚዳንትን ብምርኻብ ብናይ ፓኪስታን ኣሸበርቲ ዝተገብረ መጥቃዕቲ ዳግማይ ንከይፍጠር ሓደ ፕሮጀክት ምድላዉ ገሊጹ። እቲ ፕሮጀክት ዱራንዳር ተባሂሉ ዝጽዋዕ ከምዝኾነ ይነግሮም። ሳንጃየ ቀጺሉ ናይ ዱራንዳር ፕሮጀክት ዕላማ ሓያል ብቕዓት ዘለዎ ሰላይ ናብ ፓኪስታን ኣሽሊኾም ብምእታይ ናይ ፓኪስታን ኣሸበርቲ መጥቃዕቲ ቅድሚ ምፍጻሞም ቀዲሙ ንክነግሮም ምግባር ከም ዝኾነን ካብዚ ብተወሳኺ ድማ እቲ ሰላይ ነቶም ኣሸበርቲ ኣብ ውሽጢ ኮይኑ ብምክፍፋል ዓርሲ ብዓርሶም ክባልዑ ዝገብር ፕሮጀክት ከም ዝኾነ የረድኦም። ኮይኑ ግን እቲ ጠቕላላ ሚኒስተርን ፕረዚዳንትን እዚ ህቅን ኣዝዩ ሓደገኛ ከም ዝኾነን ናይ ፓኪስታን ኣሸበርቲ ካብ ህንዲ ሰላይ ከም ዝተላእኾም እንተፈሊጦም ናይ ሽበራ መጥቃዕቶም እቲ መጥቃዕቲ ዝገደደ ከም ዝገብርዎ ተናጊሮም እቲ ፕሮጀክት ንከይግበር ይገብሩ። እንተኾነ ግን እዚ ምስ ኮነ ድሕሪ ክልተ ዓመት ሓሙሽተ ናይ ፓኪስታን ኣጥፊኦም ጠፋእቲ ኣሸበርትታት ናይቲ ዓዲ ላዕለዎት ሚኒስተራት ተኣኪቦም ኣብ ዝርከብሉ ናይ ህንዲ ፓርላማ ህንጻ ውሽጢ ብድፍረት ብመኪንኦም እቶም ሓለውቲ ጥሒሶም ይኣትዩ እሞ ኣብ ናይ ህንዲ ላዕለዎት ኣመራርሓታት ጨፍጫፍ ንምፍጣር ይፍትኑ። ኮይኑ ግን በቲ ናይ ፓርላማ ሓለዋ ሓይሊ ብዝተርኣየ ቅልጡፍን ብርቱዕ መልሲ ሓሙሽቲኦም ኣሸበርቲ ምሉእ ንምሉእ ተደምሲሶም እቲ መጥቃዕቲ ዋላ እኳ እንተመኸነ ኣብቲ ዝተገብረ ናይ ተኹሲ ልውውጥ ግን ዓሰርተ ክልተ ናይ ሓለዋ ሰራሕተኛታት ንዓዶም ኢሎም ህይወቶም መስዋእቲ ይገብሩ። ድሕሪ እዚ መሕዘኒ ክስተት ሳንጃዬ ካልኣይ ናብቲ ፕራይም ሚኒስተር ቢሮ ብምምራሕ ነቲ ጠቕላላ ሚኒስተር ቅድሚ ክልተ ዓመት እቲ ፕሮጀክት ተግባራዊ ተንገብሮ ኔርና ሎምዓንቲ እዞም ዓሰርተ ክልተ ጀጋኑ ኣይንቐብሮምን ኔርና ኢሉ ብጣዕሳ የረድኦም። እቲ ጠቕላላ ሚኒስተር ናይ ሳንጃዬ ራእይን ቅድመ መጠንቀቕታ ትኽክል ከምዝነበረ ምስተረደኣ ካብዚ ንላዕሊ ግዘ ምጥፋእ ነቲ ዓዲ ድሕነት ሓደገኛ ምዃኑ ብምእማኖም ብናይ ሳንጃዬ ህቅን ምሉእን ምሉእ ይሰማምዑ። ብቕልጡፍ ሳንጃይ ነቲ ፕሮጀክት ዱራንዳር ዝኸውን ዝወሃቦ ከቢድ ሓላፍነት ክሽከም ዝኽእልን ኣዝዩ ዝለዓለ ብቕዓት ዘለዎ ሰላዪ መሪጹ ናብ ፓኪስታን ንክልእኽ ጥብቂ መምርሒ ይህቡ። ምርኢትና እውን ይቕየር እሞ ታሪኽና ናብ ኣፍጋኒስታን ከተማ ወሲዱና፣ ሃምዛ ዝተባህለ ኣብ ህንዲ ውሽጢ ብዝፈጸሞ ገበን ናይ ሞት ፍርዲ ተፈሪዱሉ ዝነበረ ዝተንጨብጨበሉ ሰላዪ ካብ እስራት ነጻ ብምልቃቕ፣ ናብ ፓኪስታን ውሽጢ ኣትዩ ናይ ፓኪስታን ኣሸበርቲ ኣብ ውሽጢ ኮይኑ ንክብትኖም ይእዘዝ እሞ ሃምዛ ብቕልጡፍ ናብ ናይ ፓኪስታን ዶብ ብሄሊኮፕተር ይውሰድ። ሃምዛ ከዓ ናብ ፓኪስታን ብምዝላቕ ሊያሪ ናብ ዝተባህት ናይቲ ዓዲ ዋና ዋና ኣሸበርቲ ዝርከብሉ ከተማ ዘልቖ ያቲ። ሃምዛ እውን ናብ ሊያሪ ምስ በጽሐ ብናይ ሓለፍቱ ትእዛዝ መሰረት ቀጥታ ናብቲ ኦስማን ዝተባህለ ንእሽተይ ሬስቶራንት ከፊቱ ኣብኡ ዝነብር ናይ ህንዲ ሰላይ ይኸይድ። ኮይኑ ግን ኦስማን ሃምዛ ዋላኳ ካብ ህንዲ ዝተላእኽ ስለላ ምዃኑ እንተፈለጠ፣ ኦስማን ናይ ሃምዛ ተኣማንነት ንምፍታን ክብል፣ ኣይፈልጠካን ካብ ቅድመይ ርሓቕ ይብሎ። ሃምዛ እውን ተስፋ ቆሪጹ ናብ ዝኸዶ ስኢኑ ካብቲ ሬስቶራንት ምስ ወጸ ናይታ ከተማ ዕዋሉ መጺኦም ንሃምዛ ክዘርፍዎ ይፍትኑ። ሃምዛ እውን ስልጡን ተጋጣማይ ስለ ዝነበረ ካብቶም ዕዋሉ ንሓደ ብቴስታ ኣፍንጭኡ ይሰብሮ። ኮይኑ ግን ሃምዛ ነቶም ኣዕዋሉ ልክዕ ልክዖም ክህቦም ዋላ እኳ እንተደለየ፣ ስልጡን ናይ ህንዲ ሰላዪ ምዃኑ ንከይፍለጥ ኢሉ ግን ኢዱ ብምሃብ በቶም ኣዕዋሉ ከቢድ ማህረምቲ በጺሕዎ ኣብቲ መንገዲ ነብሱ ስሒቱ ይወድቕ። ብጽብሒቲ ንግሆ ኦስማን ብኣዕዋሉ ተሃሪሙ ኣብ መንገዲ ንዝወደቐ ሃምዛ ምግቢ ሒዝሉ ይኸይድ እሞ ትማሊ ኣይፈልጠካን ዝበሎ ክፍትኖ ከም ዝነበረን ሕጂ እቲ ፈተና ከም ዝሓለፈ ስለ ዘረጋገጸ ብሓባር ሰሪሖም ንዓዶም ዝሕምስዋ ዘለዉ ናይ ፓኪስታን ኣሸበርቲ ንምጥፋእ ምድላዎም ከም ዝጅምሩ ይነግሮ እሞ ንሃምዛ ግዝያዊ መዕረፍን ስራሕን ይህቦ። እዚ ምስ ኮነ ድሕሪ ሓደ ዓመት ሃምዛን ኦስማንን ተልእኾኦም ንምጅማር ኣብ ሓደ ሬስቶራንት ኮፍ ኢሎም ምንግጋር ጀሚሮም። ኦስማን ንሃምዛ መጀመርያ ሊያሪ ውሽጢ ስለ ዘለዉ ኣሸበርቲ ጉጅለታት ክፈልጦ ዘለዎ ነገር ከረድኦ ይጅምር። በዚ መሰረት ሊያሪ ውሽጢ ራህማን ብዝተባህለ ሓደገኛ ኣሰባሪ ዝምራሕ ጉጅለ እንትህሊ ምስ ራህማን ድማ ኣብ ሓያል ውግእ ዘሎን ባቡ ብዝተባህለ ሰብ ዝምራሕ ካልእ ናይ ኣሸባሪ ጉጅለ ከም ዘሎ የረድኦ። ራህማን ግን ምስቲ ናይታ ከተማ ከንቲባ ጀሚል ዝጠበቐ ርክብ ዘለዎን ጀሚል እውን ብገንዘብ ዝድግፎ ሰብ ስለ ዝኾነ ሃምዛ ናብ ናይ ራህማን ጉጅለ ሸሊኹ ተተኣቲ ጽቡቕ ከም ዝኸውን ይነግሮ። ምሸት እውን ኣብ ሓደ መኽዘን ውሽጢ ሃምዛን ኦስማንን ካልእ ከምኦም ንህንዲ ሰላዪ ዝኾነን ናብ ናይ ባባ ኣሸባሪ ጉጅለ ሸሊኾ ብምእታይ ሓበሬታ ንናይ ህንዲ መንግስቲ እናሃበ ዝኸረመ ሪዝዋን ዝተባህለ ሰላዪ ምስ ረኸብዎ ሪዝዋን ንሃምዛን ኦስማንን ባቡ ናይ ራህማን ካልኣይ ወዲ ዝኾነ ናይም ንምቕታል ምድላው እናገበረ እንትኸውን እዚ ግፍዒ ዝፍጽሞ ድማ ኣብ ቀረባ ግዜ ዝኸውን ናይ ራሆማን ዓርኩ መርዓ ከም ዝኾነ ይነግሮም። ንዕኡ ድማ ሃምዛ ናይ ራሆማን እምነት ረኺቡ ናብቲ ጉጅለ ንምሕዋስ ክብል ሽዑ መዓልቲ ኣብቲ መርዓ መሳሰዩ ኮይኑ ንክቑጸርን ናይ ባቡ ሰባት ናይ ራሆማን ወዲ ዝኾነ ናይም ክቐትልዎ እንትመጹ ሓለዋ ገይሩ ናይ ባቡ ሰባት ምቕታል ወይ ድማ ሃዲሞም ከምልጡ ክገብር ከም ዘለዎ ይናገር። ሃምዛ እውን በዚ ሓሳብ ብምስምማዕ እቲ ናይ መርዓ መዓልቲ በጺሑ ኣብቲ መርዓ ነቶም ዕድማት ብምስሳይ ነቲ መጥቃዕቲ ንባዕሉ ከዳሉ ይጅምር። ብዙሕ ከይጸንሐ ናይ ራህማን ካልኣይ ወዱ ዝኾነ ናይም ምስ ንእሽተይ ሓዉ ፋይዘል ናብቲ መርዓ ምስ ኣተዩ ከምቲ ዝተጸበይዎ ናይ ባቡ ሰባት ናይም ንምቕታል ናብቲ መርዓ ይመጹ። ናይ ባቡ ሰባት ንናይም ክሕልይዎ ንዝነበሩ ናይ ራህማን ሰባት መጠነ ሰፊሕ ዝባል ሓያል መጥቃዕቲ ክፍጽሙ ይጅምሩ። ኣብቲ መጥቃዕቲ ወቕቲ ናይ ራሆማን ሰባት ብዝግባእ ስለ ዘይተዳለዩ ከም ቆሎ ክረግፉ ኣብ ዝጀመሩ ሰዓት ግን ሃምዛ ሃንደበት መጺኡ ናይ ባቡ ሰባት ብጥይት እናዓጸደ ብምቕታል ናይ ራህማን ወዱ ናይም ህይወቱ ከተርፍ ይፍትን። ኮይኑ ግን ሃምዛ ክንዲ ዝኸኣሎ ዋላ እኳ እንተፈተነ፣ ናይም ግን ካብ ናይ ባቡ ሰባት ብዝተተኮሰ ጥይት ተሃሪሙ ህይወቱ ብቕልጡፍ እንትሓልፍ፣ ሃምዛ ናይ ራሆማን ናይ መጠረሽታ ወዱ ዝኾነ ፋይዘል ጥራይ ከም ገለ ኢሉ ብናይ ባቡ ሰባት ካብ ምቕታል የድሕኖ። ድሕሪ እቲ መጥቃዕቲ ብወዱ ናይ ሞት ምኽንያት ልቡ ዋላ እኳ ብኽፉእ ተተሰበረ፣ ነብሱ ብሃምዛ ዝተረፈትሉ ናይ መጠረሽታ ወዱ ፋይዘል ግን ህይወተይ ዘትረፈለይ እዚ ሰብ እዩ ኢሉ ሃምዛ ንኣቡኡ ራህማን የርእዮ። ራህማን ድማ ብዝሓዘነ ገጽ ናብ ሃምዛ ብምቕራብ ንስኻ መን ኢኻ ኢሉ እንትሓቶ ሃምዛ ከዓ ኣብ ናይ ወዲ መርዓ ዝሰርሕ መሳሰዪ ከም ዝነበረን እቲ መጥቃዕቲ እንትስንዘር ስቕ ክብል ስለ ዘየኽኣሎ ጣልቃ ከም ዝኣተየ ተናጊሩ ንራህማን የገርሙ። ካብዚ ኣኸቲሉ ራህማን ከምኡ ዓይነት እሙን ሰብ ሃምዛ ኣብቲ ንሱ ኣብ ዝምርሕ ናይ ኣሸባሪ ጉጅለ ንክሕወስ ይገብሮ። ብዙሕ ከይጸንሐ ምስ ራህማን ብጥብቂ ዝሰርሕ ፖለቲከኛ ጀሚል ናብቲ ቦታ ብምምጻእ ኣብ ራህማን ዝበጽሐ በደል ዋላ እኳ መኽፍኢ እንተኾነ ኣብዚ ሕጂ ግን ናይ ከንቲባ መርጻ ዝካየደሉ ግዘ ስለ ዝበጽሐ ምስ ባቡ ናብ ውግእ ምእታይ በቲ ህዝቢ ገጽትኦም ከበላሹ ከም ዝኽእል ንራህማን ብምግላጽ ራህማን እቲ መርጻ ክሳብ ዝውዳእ ምስ ባቡ ምውጋእ ጠጠው ንከብል ይነግሮ። ራሆማን ድማ ናይ ወዲ ቀታሊ ባቡ ንምቕታል ተዳልዩ ዝነበረ እንትኸውን ናይ ጀሚል ምኽሪ ብምስማዕ ምስ ባቡ ዝገብሮ ውግእ የጽንሖ እሞ ወዲ ይቐብር። መዓልትታት እናወሰኹ ብዝመጽእ ቁጽሪ እቲ ሸሊኹ ዝኣተየ ሰላይ ሃምዛ ኡዜብ ምስ ዝተባህለ ናይ ራሆማን ቀረባ ሰብ ከይተረፈ ጥብቂ ዕርክነት ብምምስራት ሃምዛ ኣብ ውሕድ ግዘ ውሽጢ ኣብ ናይ ራሆማን ጉጅለ ዘለዎ ተሰማዕነት ቀስ ብቐስ እናወሰኸ ይመጽእ። ብኻልእ ገፅ ድማ ራህማን ባቦ ከይተበቀሎ ምትራፉ ሕሸል ዕረፍቲ ስለ ዘስኣኖ ሓደ መዓልቲ ራህማን እሙናት ዝበሃሉ ኣባላት ኣኪቡ ናይ ባቡ ጉዳይ እንታይ ተትገብርዎ ከም ዝሓይሽ ይሓቶ። ኩሎም ናይቲ ጉጅለ ኣባላት ኣብዚ ሕጂ ንባቡ ኣሳዲዶም ምቕታል ነቲ መርፃ ሕማቕ ስለ ዝኸውን በቐሎም ክፀንሕ ምግባሮም ትኽክለኛ ውሳነ ከም ዝኾነ ዋላ እኳ እንተነገረዎ ሃምዛ ግን ካብ ኩሎም ኣንፃር ብምዃን ባቡ ናይታ ከተማ መርፃ ክሳብ ዝሓልፍ ክዕገሱ ከም ዘይብሎምን ሕጂ ንሕጂ ንባቡን ሰባቱን ኣተኣላልሾም ኣሰሮም ንከጥፍእዎም ሓሳብ የቕርብ። ራህማን እውን ብናይ ሃምዛ ሓሳብ ተሰማሚዑ ኣብ ዝቕጽል መዓልቲ ራህማን ባቡን ሰባቱን ተሃዲኖም ክቕተሉ ብዘውጽኦ ኣዋጅ መሰረት እነ ሃምዛ ናይ ባቡ ሰባት ካብ ከተማ ናብ ከተማ ብምትእልላሽ ብኣሰቃቒ ኩነታት ክጭፍጭፍዎም ይጅምሩ። ሙሉእ መዓልቲ ናይ ባቡ ሰባት ብዝተረኸብዎም እናተረሸኑ ምስ ጸንሑ ኣብ መጠረሽታ ሃምዛን ኦዜን ባቡ ካብታ ከተማ ከምልጥ ብባጃጅ እንትሃድም ስዒበምዎ ሒዞም ቀጥታ ናብ ራሃማን ይወስድዎ። ራሃማን ድማ ናይ ወዲ ቀታሊ ባቡ ምስ ረኸቦ፣ ኩሉ ሰብ ተኣኪቡ እናርኣየ ኣብ ዝነበረ ግዘ፣ ብዘይ ምንም ርህራሀ ርእሱ ብዓቢ እምኒ ቀጥቂጡ ይቐትሎ። ንዕኡ ምስ ቀተሎ ራሃማን፣ ማንም ሰብ ንዕኡን ንቤተሰቡን ክነክእ ዝፍትን ተመሳሳሊ ዕፅኣ ከም ዝበፅሖ ነቲ ተኣኪቡ ክርኢ ዝነበረ ህዝቢ መተሓሰቢ ይህብ። እዚ ምስ ኮነ ድሕሪ ዝተወሰኑ ኣዋርሕ ምስ ራህማን የዕርኽቲ ምዃኑ ዝፍለጥ ጀሚል ናይ ሊያሪ ከተማ መረፃ ስዒሩ ሊያሪ ንምትሕድዳር ምስ ተቐበለ ኣብቲ መድረኽ ጠጠው ኢሉ እቲ መረፃ ንክስዕር ዓብዪ ሓገዝ ዝገበረሉ ከም ሓዉ ዝርእዮ ራህማን ከም ዝኾነ ነቲ ህዝቢ ይናገር እሞ ናይ ራህማን ኢድ ልዕል ብምባል የመስግኖ። ሽዑ ድማ ናይ ሊያሪ ህዝቢ ራህማን ክፉእ ዝተባህለ ባቡን ጉጅልኡን ስለ ዘወገዶም እቲ ህዝቢ ንራህማን ካብ ማንም ብዝበልፀ ከም ዝፈትይዎን ከም ዘኽብርዎ ንግንዘብ። ሽዑ ድማ ጀሚል ስልጣን ምስዓሩ እናኽበረ ኣብ ዝነበረ ወቕቲ፣ ሃምዛ ብኣጋጣሚ ናይ ጀሚል ጓሉ ዝኾነት ቆንጆ ጎርዞ ኤሊና ርእዩ ብሓደ ግዘ ብጽባቐኣ ብምምራኽ ብፍቕራ ተምበርኪኹ ኮፍ ይብል። እዚ ከምዚ ኢሉ እንከሎ ንጀሚል እንኳዕ ደስ በለካ ክብሉ ዝመጹ ናይ ካናቺ ኣሕዋት ዝተባህሉ ካብ ሕጊ ወጻእ ዝኾኑ መሳርሒ ዝሸጡ ሰባት ራህማን ኣብቲ ህዝቢ ዘለዎ ፍትወት ኣብ ዝረኣዩ ግዘ ራህማን ንባዕሉ ክኢሉ ንፖለቲካ ስልጣን ተትወዳደር ብዘይ ተነሓናሓይ ሰዓራይ ክኸውን ከም ዝኸእል መኺሮም ዘወር ይብሉ። ድሕሪ ዝተወሰነ መዓልቲ ከይሓሰቦ ብናይ ኤሊና ፍቕሪ ዝተለኸፈ ሃምዛ፣ ሓደ መዓልቲ ኤሊና ንብሕታ ክረኽባ ስለ ዝደለየ፣ ሃምዛ ኤሊና ክትዘናግዐሉ ኣብ ዝነበረ ፓርቲ ኮነ ኢሉ ናብ ፖሊስ ብምድዋል፣ ፖሊስ መጺኡ እቲ ፓርቲ ንክብትኖ ይገብር። ኮይኑ ግን ሃምዛ ቅድም ኢሉ ናይ ኤሌና መኪና ኣበላሽዋ ስለ ዝነበረ ኤሌና ካብ ፖሊስ ንምምላጥ መኪና ክትልዕል እንትፍትን መኪናኣ ኣይሰርሕን ስለ ዝበለታ ኤሌና ብሓይሊ እናተጨነቐት ከላ ሃምዛ ሃንደበት ናብቲ ከባቢ ዝመፀ ብምምሳል ብዝሓዛ ሞተር ሳይክል ፅዒኑ ናብ ገዝኣ ክወስዳ ይጅምር። ናብ ገዝኣ ክበፅሑ እንትብሉ ሃምዛ ሞተር ሳይክሉ ዝተበላሸየት ብምምሳል ክልቲኦም ወሪዶም ብእግሮም ወክ ክገብሩ ብምምችቻይ ብእግሮም እናኸዱ ከለዉ ሃምዛ ጣፍ ብዝቖሊ መልሓሱ ንኤሌና ብጅንጀና ድሓን ገይሩ የስምጣ እሞ ኣብ መጠረሽታ ስልካ ተቐቢሉ ይፍለያ። ድሕሪ ዝተወሰነ መዓልቲ ራሆማን መሳርሒ ሸየጥቲ ዝኾኑ ናይ ካናቺ የሕዋት ረኺብዎም። ናይ ካናቺ የሕዋት ድማ ንራሆማን ኢቅባል ምስ ዝበሃል ናይ ፓኪስታን ድሕነት ሓላፊ የራኽቡ። ኢቅባል ከዓኒ ራህማን ቅድሚ ሕጂ ኣብ ህንዲ ዝበጽሕ ዝተፈላለየ ሽብር መጥቃዕቲ ከም ዝድግፍ ብምግላጽ ናይ ሽብር ስርሖም ኣጠናኺሮም ንክቕጽሉ ሓቢሮም ንክሰርሑን ናይ ህንዲ መንግስቲ ብሓባር ንከዳኽሙ ሓሳብ ይህብ። ራህማን ግን ኢቅባል ናይ ፓኪስታን መንግስቲ ቢሮ ውሽጢ ዝሰርሕ ሰብ ስለ ዝኾነ ምስኡ ክሰርሕ ዋላ ኣይድለ ድሕሪ ጻንሒት ግን ራህማን ሓሳቡ ቀይሩ ምስ ኢቅባል ብምስምማዕ ራህማን ኣብ ዝቕጽል ሽብር መጥቃዕቲ ዝሳተፉ ሰባት ኣብ ቀረባ ግዘ ከም ዝመርፅ ንኢክባል ነጊሩ ሓቢሮም ንምስራሕ ይሰማምዑ። ነገራት በዚ እናቐፀሉ ከለዉ ግን ናይ ሊያሪ ከተማ ከንቲባ ዝኾነ ጀሚል ቀደም መሳርሕቱ ዝነበረ ራሆማን ኣብታ ከተማ ዘለዎ ተፈታዊነት ርእዩ ንፖለቲካዊ ፓርቲ ብምምልማል ንከንቲባ ክወዳደር ከም ዝኾነ ሓበሬታ ስለ ዝረኸበ ጀሚል ሓሪቑ ራሆማን ኣብ ኢድ ቁፅፅር ፖሊስ ንምውዓል ህቅን ምውፃእ ይጅምር። በዚ መሰረት ራህማንን ሰባትን ብዘይ ምንም ፍርሒ ክጋፈጥ ዝኽእል ቺዳር ዝተባህለ ብጨካንነቱ ምኽንያት ካብ ናይ ፖሊስ ስርሑ ዝተኣገደ ኮማንደር ካልኣይ ናብ ስርሑ ንክምለስ ይገብር። ራህማን ብወገኑ ኢቅባል ከቀነባብሮ ንዝሓሰቦ ህቅን ዘድሊ መሳርሕን ንምግዛእ ምስ ሃምዛ ኮይኖም ናብ በረኻ ይኸዱ'ሞ ኣብቲ በረኻ ምስ ዝነበሩ መሳርሒ ዘዘዋውሩ ብዙሕ መሳርሒ ንምግዛእ ውዕሊ ተወዓዒሎም ይውድኡ። ቺዳር እውን ብወገኑ ናብ ናይ ጀሚል ቢሮ ብምኻድ ራህማን ክውገድ እንተተደልዩ ካብ መደበኛ ፖሊስ ዝበለጸ ብቕዓት ዘለዎም ናይ ባዕሉ ስፔሻል ፎርስ ከዋቕር ከም ዝደሊ ስለ ዝነገሮ ጀሚል ችዳሪ ክንዲ ዝደለዩ ስፔሻል ፎርስ ንከዳሊ ፍቓድ ይህቦ። ኣብ ህንዲ ውሽጢ ናይ ህንዲ ሰራዊት ሚኒስተር ዝኾነ ሳንጃየ ራህማንን ኤቅባልን ናይ ህንዲ ዝተፈላለያ ከተማታት ናይ ሽብር መጥቃዕቲ ክፍጽሙ ከም ዝኾነ ሓበሬታ ስለ ዝበጽሖ ንሳንጃየ እቲ ዝተሓሰበ መጥቃዕቲ ቀዲሙ ንምኽሻፍ ምንቅስቓስ ይጀምሩ። ኣብ ፓኪስታን ውሽጢ እኒ ራህማን ንኢቅባል ዝገዝእዎ መሳርሒ ዘረክብሉ መዓልቲ በፂሑ ክኸዱ እንትብሉ ናይ ራህማን ወዲ ዝኾነ ፋይዘል ብዘጋጠሞ ናይ ምግቢ ምምራዝ ምኽንያት ራህማን ዝሓመመ ወዲ ሒዙ ምስ ሰበይቱ ናብ ሆስፒታል ንምውሳድ እንትግደድ ሃምዛ እና ኡዜይ ድማ እቲ መሳርሒ ወሲዶም ንኢቅባል የረክብዎ። ራህማን ድማ ዓዲ ሰላም ኢሉ ናብ ሆስፒታል እናኸደ ከሎ ናይ ራህማን መኪና ብችዳሪን ችዳሪ ብዘሰማርዮም ሰባት መጥቃዕቲ ተፈጺምዎም መእተውን መውጽእን የስእኑ። ራህማን ድማ ንሱን ቤተሰቡን ናብ ዘለዋ መኪና ዝተኸፍተ ናይ ተኹሲ እርምታ ኣኸቲሉ ራህማን ቤተሰቡ ኣብ ሓደጋ ከውድቕ ስለ ዘይደለየ ራህማን ካብታ መኪና ብምውራድ ብሰላም ኢዱ ንችዳሪ የረክብ። ኪዳር እውን ንራህማን ኣሲሩ ናብ መኪና ምስ ኣእተዮ፣ ናይ ራህማን ልቢ ክሳብ ዝትወጽእ ሃሪምዎ እንተብቅዕ፣ ካብዚ ንደሓር ዕድመ ልክዑ ኣብ ቤት ማእሰርቲ ኣትዩ ከም ዝብስብስ መረጋገጺ ሂቡ። ኮይኑ ግን ሃምዛ ናይ ስለላ ብቕዓቱ ተጠቂሙ ናይ ኪዳሪ ሕቡእ ስፔሻል ፎርስ ዝርከብሉ ኣድራሻ ኣጻርዩ ስለ ዝረኸቦ፣ ሽዑ መዓልቲ ሃምዛ ምስ ኡዚ እና ካልኦት መሳርሕቱ ኮይኑ ናብ ናይ ኪዳሪ ስፔሻል ፎርስ መጥቃዕቲ ብምስንዛር መብዛሕቲኦም ስፔሻል ፎርስ ኣብ ኢድ ቁጽጽር የውዕልዎም። ብምቕጻል እውን እነ ሃምዛ ናይ ቺዳሪ ስፔሻል ፎርስ ኣሲሮም እንተሃርምዎም ዘሎ ቪድዮ ናብ ቺዳሪ ብምልኣኽ ቺዳሪ ሕጂ ንሕጂ ራህማን ዘይለቆ እንተኾይኑ ንኹሎም ስፔሻል ፎርስ ከም ዝቐትሎም ብምፍርራሕ ቺዳሪ ኣማራጺ ስኢኑ ንራህማን ካብቲ ዝተኣሰሮ ይፈትሖ። ካብዚ ንደሓር ራህማን ካብ ቺዳሪ ተሓቢኡ ንጥንቃቐ ንዓመታት ተሓቢኡ ምስ ተንቀሳቐሰ፣ ከም ኣቆፅራ ኣውሮፓውያን ኣብ ክልተ ሽሕ ዓመተ ምህረት እኒ ራህማንን ኤቅባልን ዘቀናብርዎ ዓብዪ ዝበሃል ናይ ሽብር መጥቃዕቲ ኣብ ሃገረ ህንዲ ይፍፀም። እዚ መጥቃዕቲ ክስንዘር ከም ዝኸእል ሃምዛ ንሃገሩ ህንዲ ቀዲሙ ዋላ እኳ ዘጠንቀቐ እንተኾነ ግን ድማ ስጉምቲ ቅድሚ ምውሳዱ እቲ ሽብር መጥቃዕቲ ብምፍፃሙ ሃምዛ ንራህማንን ኤቅባልን ክሳብ መጠረሽታ ንምውጋድ ብዝግባእ ክሓስብ ይጅምር። እዚ ከምዚ ኢሉ እንከሎ ኣብ ክልተ ሽሕን ሸሞንተን ዓመተ ምህረት ካልኣይ ናይ ኣልያሪ ከንቲባ ነቲ ውድድር ክካየድ ምድላው ብምጅማሩ ራህማን ኣብዚ ሕጂ ዓርሱ ክኢሉ ካብ ጀሚል ኣንጻር ጠጠው ብምባል ንከንቲባነት ውድድር ኣብ ቅድሚ ህዝቢ ይቐርብ። ሃምዛ ድማ ኣብ ጀሚልን ራህማን መንጎ ዝተፈጠረ ውድድር ንምጥቃም ብምሕሳብ ኣብዚ ሕጂ ኣፍቃሪቱ ዝኾነት ናይ ጀሚል ጓሉ ኤሊና ምስ ኣቦኣ ጀሚል ንክተራኽቦ ይገብር እሞ ሃምዛ እውን ምስ ጀሚሊ ምስ ተራኸበ ሃምዛ ኣብ ዝቕጽሎም መዓልትታት ንራህማን ኣወጊዱ ናይ ራህማን ቦታ ክወስድ ከም ዝደሊ ምስ ነገሮ፣ ጀሚል እውን ብዘይ ምንም መነሓንሕቲ ስልጣን ተቖጻጺሩ ክጸንሕ ከም ዝኽእል ንጀሚል ሓሳብ የቕርበሉ። ኮይኑ ግን ሃምዛ እቲ ህቅን ቅድሚ ምክንዋኑ ናይ ጀሚል ጓሉ ኤሌና ንሓዳር ሓቲቱ፣ ብጀሚል ስለ ዝተፈቐደሉ ድማ ሃምዛ ንኤሌና ድምቕ ብዝበለ መርዓ ብምምርዓይ ኣብቲ መርዓ ስነ ስርዓት ራህማን እና ኢቅባል ወሲኽካ ደሓን ዝበሃሉ ሰበ ስልጣናት ኣብቲ መርዓ ተረኺቦም እናተፃወቱ እዮም ዝዩ እዚ ምስክነ ድሕሪ ቁሩብ መዓልቲ ራህማን ኣብ ሓደ ፕሮግራም ተሳቲፉ ናብ ገዝኡ ክምለስ እንትብል መኪንኡ ክገንሕ ዝነበረ ሃምዛ ኣቋራፂ መንገዲ ኣሎ ኢሉ ንራህማንን ክልተ ናይ ራህማን ጋርድታት ሒዝዎም ብጫካ ምኻድ ይጅምር። ኮይኑ ግን ኩነታቱ ዘጠራጠሮ ራህማን ንሃምዛ ናበይ ሒዝዎ ይኸይድ ከም ዘሎ እንትሓቶ ሃምዛ እውን ምንም ከይመለሰሉ ብምትራፉ ራህማን ሃምዛ ኣብ መጻወድያ ከእትዮ ከም ዝኾነ ተረዲእዎ ንሃምዛ ብድሕሪኡ ከጥቅዖ ይጅምር። ኣብቲ ውሽዑ ሰዓት መኪና ክገንሕ ዝነበረ ሃምዛ ናይታ መኪና መሪ ምቁጽጻር ስለ ዝኣበዮ እታ መኪና ምስ ሓደ ሓጺን ብሓይሊ የጋጭያ። ሽዑ ንሽዑ ድማ ምስ ሃምዛ ራህማን ንምውጋድ ቀዲሙ ዝተሰማምዐ ጀሚል፣ ናብቲ ቦታ ፖሊስ ችዳሪ ምስ ካልኦት ፖሊሳት ስለ ዘሰማረዮ ችዳሪ ድማ እንራህማን ተጋጭዮም ጠጠው ናብ ዝበሉ ቦታ ብምምፃእ ምስ ናይ ራህማን ጋርድታት ሓያል ናይ ተኹሲ ልውውጥ ይገብሩ። እዚ ከምዚ ኢሉ እንከሎ ራህማን ከም ገለ ኢሉ ወፂኡ ካብቲ ከባቢ ምህዳም እንትጅምር ሃምዛ ድማ ምስቲ ሓደ ናይ ራህማን ጋርዲ እናተጋጠመ ፀኒሑ ሃምዛ ነቲ ጋርዲ ብተደጋጋሚ ብምውጋእ ቀቲሉ ይድርብዮ። ራህማን ብወገኑ ድማ ምስ ቺዳር ዝገበረ ናይ ተኹሲ ልውውጥ ብኸፉኡ ተገዲኡ ንሞት ምስ ተቓረበ፣ ሃምዛ ዋላ እኳ እንተ ረኣዮ ግን ሃምዛ ብናይ ራህማን ሰባት ንከይጥርጠር ብምሕሳብ፣ ራህማን ነብሱ ከም ዘይትተርፍ እናፈለጠ ኮነ ኢሉ ሒዙ ናብ ሆስፒታል ይወስዶ። ኮይኑ ግን ራህማን ናብ ሆስፒታል ቅድሚ ምብጸሑ ነብሱ ካብ ስጉእ ተፈልያ ስለ ዝሞተ፣ ኡዜ ከይተረፈ ካልኦቶም ናይ ራህማን ሰባት፣ ብናይ ራህማን ሞት ዋላኳ ብኽፉእ እንተሓዘኑ፣ ሃምዛ ግን ናይ ራህማን ህይወት ንምትራፍ ዝለዓለ ቃልሲ ከም ዝፈጸመ ብምሕሳብ ንሃምዛ ዓቢ ኣኽብሮት የርእይዎ። ኣብ መጠረሽታ እውን ሃምዛ ራህማን ንምትራፍ ገይርዎ ዝተባህለ ጻዕሪ ምኽንያት ናይ ራህማን ተኸተልቲ ብምልኦም ሃምዛ ቀጻሊ መራሒኦም ገይሮም ንምሻም እንትሰማምዑ፣ ሃምዛ እውን ማንም ብዘይጠርጠሮ መልክዕ ብራህማን ናብ ዝምራሕ ጉጅለ ሸሊኹ ኣትዩ ኣብቲ ናይ ጉጅለ ርእሲ ኮፍ ብምባል፣ ኣብ ፓኪስታን ወሽጢ ዘለዉ ኣሸበርቲ ብምልኦም ኣሰሮም ንምጥፋእ እናተዳለወ እናረእየና ፊልምና እውን ይውዳእ።